ዝኸበርክን ኣሕዋተይ ከመይ ቀኒኽን ስመይ ኤደን እበሃል ርሑስ ኣውደ ዓመት ንኹላትኩም ማለት እዩ ከመይ ቀኒኹም ፅቡቕ ኣሕሊፍኩሞ ክትኮኑ ተስፋ ንገብር ማለት እዩ ፅቡቕ ኣሕሊፍናዮ ንሕና ብዙሕ ከማኒ ግዜ ረኽብኩን ክመፅእ ናብ ዝገለመለ ግን ብጣዕሚ ፅቡቕ ነይሩ ያ ቤትና ቤላ ኮይኑልና ቀዳማይቲ ዝክሮ ኢኽን ሓቲምናዮ ነርና ድሕሪ ሰለስተ ሰሙን ማለት እዩ ብጣዕሚ ፅቡቅ ኮይኑ ብጣዕሚ ከማን ማዕትዩ ትርር ኢሉ ይቁሩ ኣነ ክሰቲ ከለኹ ማይ ይሕውሰሉ ማለት እዩ ተር ኢሉ ግን ብጣዕሚ ብጣዕሚ ፅቡቅ ኮይኑልና ያ ያ ርሑስ ይግበረልና ክቡራት ኣሕዋተይ ከመይ ቀኒኽን ያ ሎማዓንቲ ከ ሰኢለየ በቃ ሰላም ክብለክን ኢለ ኣብኡ ከለኩ ከዓ ንእሽተይ ቪድዮ ሒዘልክን መፀ ክትፈትኦ ከዓ ተስፋ ገብር ያ ብቀዳማይ ይነግረክን ነይረ እዚ ናይ ድስቲ ሕምባሻ ትገብረሉ ኩሉ ሻዕ ክንከማን ተሓታኒ ሓደ ግዜስ ዱኳን ነይሩ ብዛዕ ድስቲ ዕፆ ነይሩ ሕጂ ምስ ሰብኣይ ከይድና ማለት እዩ ከይድና ግሮሰሪ ስቶር እዩ ምስ ከድናስ ክልተ እንሰሳ ኣብኡ ፀኒሕናና ያ ፅባቐ ማዕቴን ብጣዕሚ እየ ድፈትወን ሕጂ ግን ክሕስ ጀሚሩ ማለት እዩ ሶ ናይ ሕምባሻ መሰንከቲ ገዜ እየ ማለት እዩ ብቀዳመይ ክገዜ ኢለክን ነይረ እዚኣ ዓሰርተ ኣርባዕተ ኢንች ማለት እዩ እዚ ከዓ ርጉድ በለይ ሶ ብጣዕሚ ፅቡቅ ረኪበ ሕጉስ ኢለ ዓሰርተ ሸሞንተ ዶላር ገለይ ኣብ ኣማዞን ተደሊክን ክገድፈልክን ንክእል እየ እቲ ሊንክ ናቶ ክልተ ገዜ እየ ማለት እዩ ኩሉ ግዜ ክስንክት ከለኹ ሕምባሻ ክልተ ስለ ዝስንክት ሶ ትራ ፅቡቅ ናይ ሕምባሻ ዘሊኽን ንዝላክን ናይ ወደ ዓመት ከማንስ ገይረሉ ክገርመክን ሕምባሻ ገዛና ተኸይል እያ ብዝግቢ ማለት እዩ ብጣዕሚ ኢና ንፈቱ ንሱ ከዓኒ ናይ ኬክ መስርሒ ማለት እዩ ከምዚ ገዚኤ ምክንያቱ እተን ዘለዋንስ ከምዚ ሼፑ ሲ ከምዚ ዓይነት እዩ ሼፑ ከምዚ ሶ እቲ ኬክ ሲ ቅሩትለይ ከምዚ ናይ ፕሌት ሳይ ክስታይ ሒዝዎ ወፅእ ቅርፂ ሶ ክልቲኡ ክሰቕሎ ከለኻስ ብዙሕ ክትቆርፅ ኣለካ በዚ ግን እዚኤን ግና ምሻለክን ኢቭን እዩ ማለት እዩ ኢቭን ዶ ኢቭን ኢቭን እዩ ወላ ሓንቲ ሰው ክልተ ገዜ ብጣዕሚ ብዙሕ ኬክ ለምቅነ ዝሰርሕ ዘሎ ፋናቶ ንኸማን ሰሪሒስ ከመይ ዝበለ መፅኡ ስለ ናይ መጀመርያ ስለ ዝኾነ እየ ደይረኣኹኹን ምክንያቱስ ገይረ ስለ ደይፈልጥ ባዕለይ ማለት እዩ ንገዚ ኢና እምበር ኣይገብርኒ ግን እቲ ንገዝኦስ ኩሉ ሻዕ ስተሞ ከይናሕምምን ብላዕ ቢለስ ሓይመ ውዕል ሰው ባዕለይ ሰሪሒ ፅንሕ ንኸርእየክኒ ያ ከምቲ ናቶም ቴክኒክ ገለ ስለ ደይብለይ ባዕለይ ኣብ ድስቲ ገለ ገይረ እየ ሰሪሐዮ ዝሞልድ ገለ ይገዛእኩ ብጣዕሚ ጽቡቅ ኮይኑ ማለት እዩ ዋላ ምስላሱ ዋላ ገለ መን እዩ ኡፕስ ታደ ስቴይሲ ናታ ሳይዝ ማለት እዩ ነራ ከፊተ ክረኸ ያ ኔክስት ታይም እስከ ጥዑይ ነራ ክሰርሐልክኒ ያ ይብሓ ጽቡቅ ኮይኑ ጣዕሙ ገለ መሊኡ ገለ ዓይነት በቃ ያ

ካብ ኣማዞን ክገዝእ ጀሚረ ምክንያቱ ድኳን ጌድካ ተሸኪምካ ትመጽእ ክንደይ ግዜ ተጥፍእ ገለመለ እዚኣ ግን ኣብዛ ኣብ ደገ ከምጹልካ ማለት እዩ ብፍላይ እንተ ፕራይም ኣለክን ኮይኑ ትፈትወኦም ይኽን ፈትነኦም ይኽን እዚ መሕፀቢ ኣቕሑት እዩ ናይ ዲሽወሸር ማለት እዩ ፊኒሽ እዩ ዝበሃል ንመጀመርያ ግዜ ክፍትኖ ማለት እዩ ስለ እቲ ክስታይ ድፈልጦ ኣነ እዚ ኣሎ ጀት ድራይ ድበሃል ምሻ ኣሎ ተእትወላ ወይ ከዓ መፅረይ ካሉ So ክፍትና እዮም ምስ ፈተኹንኳ ክነግረክኒ እቲ ካልእ እኳ ዌል ናውን እዩ ፅቡቅ ማለት እዩ እቲ ስፔሻሊ ጀድራይ ናይ ብሓቂ ኣቑሑትካ ብሪቕሪቕ ኣብለልካ ማለት እዩ እስኻ መሕፀቢ ኣቑሑት ክልተ ኣምፅኤ ማለት እዩ ንክልቲኡ ሲ ዓሰርተ ክልተ ቅርሺ ድዩ ከ ማለት ሲ ምስ ዝኸቢርዎ ደሎ ስፔዛ ኣብኦም ይሕሹ ማለት እዩ ኣይትደክምን ከዓ እዚ ከዓኒ ናይ ቤትሮ መፅረይ ማለት እዩ ፒንክ እዚኦም ካምፓኒ ፎቶ ማዓት ያነ ይጥቀመሎም እየ ብጣዕሚ እዮም ፅቡቅ ካምፓኒ ዋላ እዚ ናይ ባዝሩም ገለመለ ካብኦም ጥቀም እየ ካልእ ከዓ እዚኣ ከዓ ኦሬንጅ ክሊን ማለት እዩ እዚኣ ብጣዕሚ እየ ዝፈትዋ ነዚ ሳርፌስ ገረ መፅረይ ማለት እዩ ካልእ ከዓ ፋቢሎሶ ማለት እዩ ነዚኣ ትሪኣ ደለኽንሲ ሸሞንተ ዶላር ዋጋኣ ማለት እዩ ሰበን ናይኒ ናይን ሶ ኣብ ድኳን እንተኸይድ ግን ትሕቲ ዓሰርተ ሓደ ቅርሺ ገለ ኣይትረኽብኦን ይኽን ብጣዕሚ ብጣዕሚ ተበላሸ እዚ ዓዲ ኤን ወይ ከቢሩ ኩሉ ነገር ሶ ኣብ ኣማዞን ፈትና ይኽን ማለት እዩ ቅድሚ ከይድክን ኣብ በዓል ወልማርት ገለመለ ከቢሩ ስለ ዘሎ ማለት እዩ ያ ከምዚታት ክንገብር ቀኒና ማለት እዩ ስዋእና ተወዲኡ ኦሬዲ ከርእየኪ ነብዚ ብጣዕሚ ፅቡቅ ኮይነለይ ግን ኦሬዲ ወዲእናዮ ዩ ናይ ስዋ ነገር ትፈልጦ ይኽን ቀልጢፉ ስለ ዝውዳእ ኦሬዲ ሰቲና ወዲእናዮ ሶ

ከይደጋግመክን ኢለ እየ ናይ ወደ ዓመት መግብታት ዝሰራሕክዎ ዴርኣኹኽን ምክንያቱ ዛሕለፈ ግዜ ፖስት ገይረ ነይረ ኣቐዲመ ማለት እዩ ማራቶን ናይ 225 ዝሰራሕክዎ ኩሉ ዓይነት ማለት እዩ ሶ ክደጋግመክን ስለ ዘይደለኹ እምበር ከም ግቡእ ማለት እዩ ፀብሒ ሰሪሐ ናይ በጊዕ ምስ ኣብ ከሎ ከዓኒ ላይክ ደርሆ ዝግኒ ገለገለ ምስ ሰሪሐ ነይረ ነውዲ ዓመት ኤኒወይ ከምቲ ዝበልክን እዩ ተደጋጋሚ ክኸውን ከሎ ስለ ዝስልችወካ እየ ደቂ ድሓክዎ ማለት እዩ ኤኒወይ ኣብዚኣ 2026 ብዙሕ ብዙሕ ነገራት ብሓንሰብ ኮይና ክንሰርሕ ኢና ገለ ነገር ትደልኦ ተለክን ከዓ ንገራይ የካልም ክገብሪ እንታይ ከዓ ምስ ኢልክን ኣስተውዒለ እንተ ቆርት ለይስዋ ሰቲኻ ኩባያ ጌርካስ ሽኮርካስ ፅቡቅ መጥ ማለት እዩ ትሕት ሶ ኣዶኖ ንዓይ ጥራይ ድዩ ዋላ ትኣርቢ ድዩ ዋላ ገለ ቸክ በሮ እስከ ገሪሙኒ ማለት እዩ ቅድሚ ሕጂ ድልኽ ፈቲነ እዩ ድልኽ ተበሊዕኻ እንጀራ ጌርካ ሽኮር ካልእ ትኸይድ ዳውን ትኸይድ ማለት እዩ ተደኣ ሃይ ኮይና ጸኒሓ ሶ ፈትኖ ኢኽን ኤኒወይ ያ ክቡራት ኣሕዋተይ እዚኣሲ በቃ ደሃይ ንምግባር ማለት እየ መጼ ኩነታት ጥዕናይ ዘሻቐለክን ከዓ ደሓኒ ሕጂ ፅቡቅ መጼ ማለት እዩ ነጊረክን ነይረ እዚኣተይ ተወጊኤ ብቐዳማይ ምስ ተወጋእኹ በቃ ሕጂ ክንቀሳቐስ ኣከለ ጀሚረ ማለት እዩ እቲ ዝሓበጠ እሱ ከዓ ዳሕኒ እዩ ቆጠራ ካልእ ኣለኒ ናቱ ያ ካልእ ዋላ ሓንቲ የለን ያ ያ ብዙሕ ትሕዝቶ ሒዘ ይመፃኹም ሎ መዓልቲ ሰው ኣይትሓዛለይ ናይ ሓድሽ ዓመት ሰላም ክብለክን ጥራይ የመፀ ብጣዕሚ እየ ከዓ ዝፈትወክን ኣብ ዝመፅእ ጥዑይ ቪድዮ ሒዘ ክመፀክን እየ ብጣዕሚ እየ ከዓ ዝፈትወክን ባይ ክብራት ኣሕዋተይ